ኦኬ ቅፅልና ናይ ኣይ ዋን ሰርቲ
ኦኬ እዚኣ ካብዛ ፓርት ስር ክንጅምር ኢና ባዮግራፊ ኢንፎርሜሽን እዚ ህጂ ገሊፀ ነይረ ኣብ ናይ ሲቲዝንሽፕ ወላ ኣብ ናይ ግሪን ካርድ ኖርማል እዩ ኣብኡ ተመሊስኩም ትሪኦ ትኹም ኤትኒሲቲ እንተይልካ ኖት ሂስፓኒክ ኦር ላቲኖ ሬስ ተይልካ ብላክ ኦር ኣፍሪካን እዚኣ ኢና ንገብር ሃይ ተይልካ እቲ ቁመትካ ትፈልጦ ኢካ መብዛሕትኡ ግዜ ኣብታ ናይ ድራይቪንግ ላይሰንስና ኣሎ ኣብዚ ብፊት ሲክስ ፊት ኤን ፎር ኢንችስ ወይ ስሪ ኢንችስ ገለና ንገብሮ ንኽእል ኢና ማለት ከከም ንውሓትና ማለት እዩ እዚ ከዓ ዋን ሲክስቲ ፓውንድ ወይ ዋን ሰቨንቲ ፓውንድ ከምታ ክብደትና ማለት እዩ ኦኬ ኣይ ከለር ብላክ እዚኣና ጊዜ ገሊፅ እዮ ነረ ማለት እዩ ሄር ከለር ብላክ ንገብሮ ኢንፎርሜሽን ኣባውት ቤኔፊሻሪ እዚ ሕጂ ኣባውት ቤኔፊሻሪ ማለት ብዛዕባ እቲ ኣብ ኒው ሃገር ዘሎ ኣፕላይ ትገብሮ ዘለካ ማለት እዩ ኣነ ፔቲሽነር እየ ኢለኩም ማለት ንኣብነት ከም ናተይ ኣብነት ተወሲድኩም ሕጂ ኣነ ንኣብነት ንሰበይተይ ኣፕላይ ገብረላ ኣለኹ ንበል ኣነ ፔቲሽነር እየ ሰበይተይ ካብ ቤኔፊሻሪ ማለት እዩ ኦኬ ኤ ናምበር ኣብዚኣ ትፅሕፍ ስለዚ ስጀ ኣብ ኢትዮጵያ ወይ ኣዲስ ኣበባ ወይ ሱዳን ተህልያ ወይ ዩጋንዳ ተልያስ የብላን ሶ ትገድፎ ማለት እዩ እዚ እውን ትገድፎ የብላን ሶሻል ሴኩሪቲ እውን የብላን ማለት እዩ ትገድፎ ኦኬ ኣብዚ ዓዲ እንድሕርልያ ኮይና ግን ክህልዋ ስለ ዝኽእል እዚታት ትፅሕፎ ማለት እዩ ኦኬ እዚ ግን እቲ ዕላማ ካብ ኔውስ ንክተምፅኦ ስለ ዝኾነስ ኣይ ኣይ ዶንት ቲንክ ኣብዚ ክህ- ኣላ ክትብላ ኣይትኽእልን ኢኻ ኣይ ዶንት ኖው ስለዚ እዚ ኸኣ ፉል ኔም ናታ ላስት ኔም ክትፅሕፍ ኢኻ ኣብዚ ፈርስት ኔማ ክትፅሕፍ ኢኻ ሚድል ኔም ክትፅሕፍ ኢኻ ኣዘር ኔምስ ዩዝድ ሕጂ ካልእ ስማት እንድሕር ነይርዋ ኸኣ ኣብዚ ትፅሕፎ ማለት ተዘይነይርዋ ትሓልፎ ማለት እዩ ኦኬ እዚ ኣዘር ኢንፎርሜሽን ኣባውት ቤነፊሻሪ ስቲል ብዛዕባ ቤነፊሻሪ ኢና ዘለና ከተማ ዝተወልደትሉ ክፅሕፍ እየ ማለት እዩ ዝተዓድ ሃገር ዝተወለድሉ ክፅሕፍ እየ ደይት ኦፍ በርዝ ናታ ክፅሕፍ እየ ማለት እዩ ኣብዚ ሕጂ ንኣብነት ወርሒ ትሽዓተ ተወልዳ ንበል ዕለት ክልተ ተወልዳ ንበል ትስዓን ሓሙሽተን ተወሊዳ ንበል ሽሕን ትሽዓተ ሚእትን ትስዓን ሓሙሽተን ከምዚኣ ጌርካ ትጽሕፋ sex female ክትብል ንደሊ ማለት እዩ has anyone else ever filed a petition for the beneficiary ዝኾነ ሰብ ብዘይካ ካዛ ሕጂ ጌራ ትፈልጥ ድያ ኖ ትብሎ ማለት እዩ ስለዚ እንታይ ክንቅጽልና ናብዚ ክንቅጽልና ፊዚካል ኣድረስ ናይቲ ቤነፊሻሪ ከኣ ሕጂ ዘላቶ ዓዲ ኣብ ኢትዮጵያ እንተ ነይራ ሕጂ እንተልያ ሕጂ ስትሪት ኣድረስ መብዛሕትኡ የብሉን ስኢልካ ዋላ ሃንድረድ ገለመለ ኢልካ ኣድረስ ገለ ትጽሕፈሉ ማለት እዩ ኢልካ ትጽሕፈሉ ኣፓርትመንት ገለ ዝበሃል የለን መብዛሕትኡ ግዜ ፍሎር ኢልካ ዝኾነ ቁፅሪ ትቦ ትኽእልያ ሲቲ መብዛሕትኡ ፍሉጥ ሕጂ ንኣብነት ኣዲስ ኣበባ ኢልካ ትጽሕፎ

እዚ ከኣ እቲያ ንኣብነት ከም ሰበይተይ ምስ በልኩ ንሳ ክትነብረሉ ትመጽኦ ዘላ ዓዲ ኢልካ እንድሕር ካብቲ ንስኻ ትበልኦ ዘለካ ዲፈረንት ኮይኑ ማለት ኢዩ ኢፍ ዘ ኣድረስ ዘ ሰም ዩ ታይፕ ሰም ኢልካ ክትጽሕፍ ትኽእል ኣብዚኣ ሰም ኢልካ ክትጽሕፋ ትኽእል ኢኻ ማለት እዩ ምስቲ ናትካ ኣብ ሕጂ ድሕር ደኣ ኢለቨን ኤት ጽሒፍና ነርና ድሕር ተመሊስና ርኢናዮ ኣብዚ ኢለቨን ኤ ቤላ ኣብዚ ማለት እዩ ካብዚ ደኣ ካብዚ ንሕጂ እንድሕር ዲፈረንት ኮይኑ ማለት እዩ ስለዚ ኢትዮጵያ ኣላ እንዳበልናስ ኣብ ክትነብር ኣይትኽእልና ሴም ክንብል ንኽእል ኢና ዘ ኣድረስ ኢን ዘ ዩናይት ስቴትስ ዌር ዘ ቤኔፊሻሪ ኣብ ዩናይት ስቴትስ ዝብለና ዘሎ ስለዚ መብዛሕትኡ ግዜ ኣብቲ ዘለኻዮ ዓዲ ትገብሮ ማለት እዩ ኣበይ ክትነብር ከም ትሓስብሲ ብኣኻ እያ ትውስን ወይ ኣካል እስቴት ትሓስቦ ተለይ ከዓ እው ኣድረስ ናቱ ትፅሕፍ ማለት እዩ ፕሮቫይድ ዘ ቤኔፊሻርስ ኣድረስ ኣውሳይ ዘ ዩናይትድ ስቴትስ ኢፍ ዲፍረንት ፍሮም ኣይተ እዚ እውን ናይ ቤኔፊሻሪ ኣድረስ ካብ ኣውሳይድ ዩናይትድ ስቴትስ እንድሕር ካብታ ኣብ ኢለቨን ዝፀሓፍካዮ እንታይ ኢልና ነይሩ ብዚ እንታይ ኢልና ነይሩ ኢፍ ዘ ቤንፊሻሪ ሊቭስ ኣውትሳይድ ዩናይትድ ስቴትስ እኒሆም ዊዛውት ኤ ስትሪት ናምበር ኦር ኔም ሊቭ ኣይትም ናምበር እዚ ፊዚካል ኣድረስ እንዲ ኣብዚ ሕጂ ኣድረስ ድገም ይብለና ኣሎ ፍሉይ እንድሕር ዳ ኮይኑ ካብቲ ዝተፈለየ ተኾይኑ እንተዘይኮይኑ ሴም ክንብሎ ንኽእል ኣብዚ ሴም እና ንገድፎ ዴት ታይም ቴሌፎን ኣብዚ ንገብር ማለት እዩ ቴሌፎና ፅሕፍ ኣብዚ ማለት እዩ ኢንፎርሜሽን ኣባውት ይቕፅል እዩ ሞባይል ቴሌፎና ትፅሕፍ ኣብዚ ኢሜይል ተልዋ ትፅሕፍ ማለት እዩ ተዘይብላ ትገድፎ ትኽእላ ቤኔፊሻሪ ማሪታል ኢንፎርሜሽን ሃው ሜኒ ታይምስ ሃዝ ቤኔፊሻሪ እዚኣ ከዓ ዋን ከምታ ዝበልኩም ዋን ንገብራ ማለት እዩ እዚኣ ሕጂ ኣብቲ ናይ ሲቲዝን ዜሮ ገለ ኢለኩም ነይረ ኣረጋጊፂ እያ እዚኣ ሕጂ ተመሪዐ ትብላ ኣለካ ሓንቲ ኢኻ ትገብራ ቂድምኡ ክልተ ግዜ ሰለስተ ግዜ ተመሪዕካ ተኮንካ ከኣ ብስ ብከምኡ ትቅጽል እንተ ዘይተመሪዕካ ከኣ ዜሮ ትገብራ ማለት እዩ ኦኬ ካረንት ማሪታል ስታተስ ይነ ተመሪዐ ሰብ ዘለካ ሰበይተይ ማሪ ዲኻ ትብላ ማለት እዩ ኦኬ እጂ ብዚ ናይ ናይ ኣቦኻ ወይ ናይ ገለ ተኮይኑ እጂ ናይ ሰበይተይ ስለ ዘርእየኩም ዘለኹ ኣይ ቲንክ ናይ ኣቦኻ ወይ ገለ እንተ ኮይኑ ከዓኒ ብዛዕባ ኣቦኻ ክዛረብ ኢኻ ማለት እዩ ኣመንታ ምስ በነፍሻ ርቢን መሪት ተልካ ዋን ታይም ይካፍሎ ማለት እዩ ወይ ካልኣይ ተመሪዕ ተኮይኑ ግን ክልተ ክትገብሮ ትክእል ማለት እዩ so okay place of beneficiaries current marriage እቲ ዝተመርዓ ተመርዓ ከሎ ዓዲ ማለት ናይ ሰበይትካ ትኮይኑ ሕጂ ሓንሳብ ዝተመርዓ ትፈልጦ ኢካ ኣብቲ ናትካ ፕለስ ኦፍ ናትካ ዝበልካዮ ከምኡ ከኣ ክትገብሮ ማለት እዩ ናይ ፋዘርካ ወይ ናይ ኣደኻ ትገብር ተለካ ከኣ እቲ ዝተመርዓወሉ ዓዲ ክትጠቅስ ኢኻ ማለት እዩ ኦኬ ሕጂ ኣስማት ናይቲ ትገብር ናይ ሰበይትኻ እንድሕር ኮይኑ ሕጂ ኣስማት ናታ ላስት ኔማ ፈርስት ኔማ ክትፅሕፋ ናይ ፋዘርካ እተኮይኑ ኣፕላይ ትገብራ ተለካ ከምኡ ማለት እዩ ኦኬ ሶሪ ሕጂ እዚ እዚ ሶሪ እዚኣ ሓበሬታት ኣደናጊረ ነይረ እዚኣ ናይ ቅድሚ ሕጂ ዝነበሩ መርዓ ዝተመርዓወቶም ማለት እዩ ፕሮቫይድ ኢንፎርሜሽን ኦን ዘ ቤኔፊሻሪስ ካረንት ስፖዝ

እንድሕር ደኣ ቅድሚኡ ተመሪዓ ነይራቶ ኮይና ግን ኣብዚ ክትጽሕፎ ኣለካ ኩሉ ትጠቕሶ ማለት እዩ መኣስ ከም ተወልደት መርዓ ከም ተፋትሑ ሌጋል ጠቕሶ ማለት እዩ ናይ ኣቦኻ ተኣፕላይ ትገብር ተለካ ከዓኒ ናቱ ናይ ሰበይቱ ክትጽሕፈ ኢኻ ማለት እዩ እዚ ቀዳመይ ሰበይቲ ነይራቶ መኣስ ተፋቲሖም ወይ ዝኾነ ነገር ትገድፎ እንድሕር እዚ ተፋቲሖም ኮይና ስም ጥራሕ ትጽሕፍ ማለት እዩ ኦኬ ካብኡ ፕሮቫይድ ኢንፎርሜሽን ኣባውት ዘ ቤኔፊሻሪ ስፖውስ ኤንድ ችልድረን ሕጂ እዚ ናይቲ ቤኔፊሻሪስ ፋሚሊ ማለት እዩ ፕሮቫይድ ኢንፎርሜሽን ኣባውት ዘ ቤኔፊሻሪ ስፖውስ ኤንድ ችልድረን ስለዚ ናይቲ ናይታ ጀርመን ናይ ሰበይተይ ትብላ ንገብር ተልየ ናታ ስም ክትፅሕፍ ኢኻ ማለት እዩ እና ናታ ናይ ሰብኣያ ስም ክትፅሕፍ እየ ማለት እዩ ማለት እዩ ግን ንስኻ ኣፕላይ ስለትገብረላ ዘለኻ ስምካ ክትፅሕፍ ኢኻ ማለት እዩ ላስት ኔም ፈርስት ኔም ሚድል ኔም ናተይ ክፅሕፍ ኣብዚ ሪሌሽንሽፕ ሃስባንድ ክትገብሩ ኢኻ ማለት እዩ ዴት ኦፍ በርስ ናተይ ማለት ክፅሕፍ ኣብዚ ካንትሪ ኦፍ በርስ ካይ ፅሕፍ ናይ ኣቦኻ ኣፕላይ ትገብር ተለኻ ከዓኒ ኖ ናይ ኣቦኻ ኣፕላይ ትገብር ተለኻ ከዓኒ ናቱ ሰበይቱ ክትፅሕፍ ኢኻ ወይ ከዓ ደቁ ማለት እዩ ሕጂ እቲ ፐርሰን ዋን ዝብለካ ዘሎ ብሰበይቱ ትጅምርሽ ብስ ደቁካ ትቅጽል ማለት እዩ ኦኬ እዚ ንኣብነት ብሰበይተይ እንተኢለ ኣብዚ ናታ ናይ ሰብኣያ ማለት እዩ ሰብኣያ ከዓ ስኻ ትኾን ዘለኻ ማለት እዩ ስለዚ ትፅሕፎ ማለት እዩ ሸው ፐርሰንቱ ንሕሪ ቀደም ሰብኣያ ነይርዋ ወይ ከኣ ወድ ቆልዓ እንተድር ነይርዋ ክትጽርፎ ኢኻ ማለት እዩ ኦኬ ኦኬ ፐርሰን ፎር ናልካ ክትቅጽሎ ዝኾነስ ክንደይ ኣለዋ ቆልዓ እንተልዋ ሰብኣይ እንተነይርዋ ማለት እዩ በነፊሻሪስ ኢንትሪ ኢንፎርሜሽን ይብል ኣሎ ወዘ በነፊሻሪ ኤቨር ኢን ዘ ዩናይትድ ስቴትስ ኣብ ዩናይትድ ስቴትስ ነይሩ ድዩ ኖ ኢኻ ትብሎ ማለት እዩ ቅድሚ ሕጂ ነይሩ ድዩ ማለት እዩ ኖ ትብሎ ካንትሪ ኢን ዩናይት ስቴትስ ኮምፕሊት እንድሕር ደኣ ኣብ ዩናይት ስቴትስ ኣልዩ ሕጂ ካብ ፎር ሲክስ ኤ ክሳብ ፎር ሲክስ ዲ ምላእ የብለካ ኣሎ ኣብ ዩናይት ስቴትስ ድሕርልዩ ጥራሕ ዝምልከት እዚ ማለት እዩ ተዘየሉ ትገድፎ እንድሕርልዩ ሕጂ ግን ክላስ ኦፍ ኣድሚሽን እንታይ እዩ ኣራይቫል ዲፓርቸር ኣይ ናይንቲ ፎር ዝወሃበካ ኣሎ ሳብ ፅሕፋ ማለት እዩ ዴት ኦፍ ኣራይቫል ኣብቲ ናይ ግሪን ካርድ ጠቂሰዮ ነይረ እዚ ብሌጋል ኣቲ ተኮይኑ መዓስ እዩ ኤክስፓየር ክኮን ደይቱ ፓስፖርት ናምበሩ ገለ ትፅሕፉ ማለት እዩ ኦኬ ትራቭል ዶክመንት ናምበሩ ካንትሪ ኦፍ ኢሹዋንስ ኢሹ ደይት መዓስ ኣበይ ምን ካንትሪ እያ እሺ ገይራትሉ እዚ ኣብ ናይ ትራቭል ዶክመንት ገሊፅዮ ነይረ ኣብ ትሪእዎ ትኽእሉ ኢኹም ማለት እዩ ኦኬ ቤኔፊሻሪስ ኢምፕሎይመንት ኢንፎርሜሽን እዚ ከዓ ናይቲ ኣፕላይ ትገብረሉ ዘለኻ ስቲል እና ንገብር ዘለና ቤኔፊሻሪ ተይልና ናይቲ ኣፕላይ ዝግበሮ ዘሎ ኣብ ኣፍሪቃ ገለ ዘሎ ማለት እዩ ሕጂ ናይቲ ሕጂ ዝስርሑ ሕጂ ዘሎ ስርሑ ኢና ንገልፅ ኣብዚ ካምፓኒ ኣውሳይድ ወላ ካብ ዩኤስ ይኹን ጭቃ ትፅሕፎ ማለት እዩ ኣብዚኣ ትስርሑ እቲ ጽሑፍ ማለት እዩ date of impre መኣስ ጀሚሩ ኣብዚኣ ዕለት ክትጽሕፍ ማለት እዩ okay was the beneficiary ever in immigration proceedings ነይሩ ድዩ ኣብዛ ኣትዩ ተኾይኑ ማለት እዩ ኣብ ኢሚግሬሽን ገለ ዝኾነ ንኣትሎ ማለት እዩ እንተ ዘይነይሩ ድሕሪ የስ ኢልካ ካብዚአን ትመርጽ ሕጂ የስ ተልካ ወይ ኣብ ሪሙቫል እዩ ዘሎ ኣብ ስሪጅን ዲፖርቴሽን እዩ ዘሎ ኣብቲ ወረቓቕቱ ስለ ዘሎ ካብኡ ክትምልሶ ትኽእል ኢኻ ማለት እዩ ሲቲ ኦር ታውን እዚ ሕጂ እንድሕር ደኣ ኦኬ ኢኒሜሬሽን ኤዲሽን ኢንፎርሜሽን ዋት ሜሸር እዋ ማለት ከተማ ክትፅሕፍ ኢኻ ኣብዚ ማለት እዩ ስቴት ናቱ ክትፅሕፍ ኢኻ እንድሕር ዘይብሉ ዴት ክትፅሕፍ ኢኻ ኣብዚ ሕጂ ይብለና ኣሎ እንድሕር የስ ኢልካ ኢኻ ግን ኣብዚ እዚአን ትፅሕፈ እኖ እንተልካዮ ግን ትሓልፈ ኢኻ ማለት እዩ እኖ እንተልካ ናብዚ ትሓልፍ ማለት እዩ እዚ እቲ ቤነፍሻሪ ናትካ ሮማን ሌተር ሴጥ ድሕሪ ናቱ ናይ ቋንቋ ዲኡ ማለት እዩ ሮማን ሌተር ሴጥ ከም ድሕሪ ኮይኑ ከምዚ ናይ እንግሊሽ ማለት እዩ ሕጂ ስማ ወይ ከዓ ስሙ ናይ ናይ ፎሬን ኣድረሱን በቲ ናይ ኣደ ቋንቋ ሕጂ ትግርኛ እንድሕር ኮይኑ ብትግርኛ ጸሓፎ ይብላ ኣሎ እዚ ኣብዚ ክትጽሕፎ ኢኻ ማለት እዩ ኩለን ኣብዚኣ ፋሚሊ ኔም ብትግርኛ ትጽሕፋ ፈርስት ኔም ብትግርኛ ክትጽሕፋ ኢኻ ማለት እዩ ብኢድካ ክትጽሕፋ ኢኻ ማለት እምበር ኣይ ዶንት ቲንክ ኮፒ ወይ ከዓ ጌርካ ኣብ ካልእ ጽሒፍካ ኮፒ እናገበርካ ክትጽሕፋ ኢኻ ብትግርኛ ማለት እዩ ኣብዚ ሕጂ በቲ ናቱ ላንጉጅ ብሎ ኢብሰ ቤኔፊሻስ ቲቭ ፍሪትን ላንጉጅ ዳዝ ኖት ዩዝ ሮማን ለተርስ፣ ታይፕ ኦር ፕሪንት ሂስ ኦር ሄር ኔም ኤንድ ፎረይን ኣድረስ ኢን ዜር ኔቲቭ ላንጉጅ። ኣብዚኣ ከምኣ ጌርካ ትጽሕፋ ብናቶን ብናቶም በቲ ትግርኛ ማለት እዩ ትግርኛ እንተኾይኑ ትግርኛ ኢትዮጵያ እንተኾይኑ ኢትዮጵያ ጌርካ ትጽሕፎ ናይ ኣምሓርኛ ማለት ዘሰየም ስለ ዝኾነ ብኦም ለተር ብግእዝ ጌርካ ትጽሕፎ ማለት እዩ if filing for your spouse provide the last address at which your physical living together

እዚ ከኣ ኣብ ዩናይትድ ስቴትስ እንድሕር ኣልዩ ማለት እቲ በነፊሻሪ ማለት እዩ ሲቲ ስቴት ኢንዚኒስ ኤንድ ዊል ኣፕላይ ፎር ጃጅመንት ኦፍ ስታተስ ዛት ኦፍ ሎፍ ፕሮማት ኣበይ ኣፕላይ ከም ዝገበረ ስቴት ኤንድ ሲቲ ክትፅሕፍ ኢኻ ንለው ኖፍ ፐርማንት ረሲደንት ኣፕላይ ዝገበረሉ ከተማን ስቴትን ማለት እዩ ኣብዚ ዓዲ እንተልዩ ኣብዚኸ ኣሜሪካ እንተልዩ ማለት ኦኬ ዊል ኖት ኣፕላይ ፎር ኣጀስትመንት ኦፍ ስታትስ ኢን ዘ ዩናይትድ ስቴትስ ባት ሂ ኦር ሺ ዊል ኣፕላይ ፎር ኣን ዘ ዩኤስ ኤምባሲ ኦር ዩኤስ ኮንሱሌት ኢን እዚ ከዓኒ ኣበይ ዓዲ እዩ ኣፕላይ ገብር ኣብ ዩኤስ እንድሕር ዘየልዩስ ኣበይ ናይ ዓዲ እዩ

ኦኬ ኣብዚ ትጽሕፍ ማለት እዩ ጅብዚ እንታይ ይብላ ኣሎ ዎርኒንግ ይብላልካ ኣሎ ስኢልካ ዝኾነ ሓሶት ትመርኦ የብልካን ክቐፅዓካ ስለ ዝኽእል ክሳብ ክልተ ሓምሳን ይብል ኣሎ ዓሰርተ ሽሕን ክቐፅዓካ ክእል ንሳ ሓሙሽተ ዓመት እውን ከእስረካ ስለ ዝኽእል ሓሶት ክትመርኦ የብልካን እዩ ዘሎ ማለት እዩ ኦኬ ፐቲሽነር ስቴትመንት ኮንታክት ኢንፎርሜሽን ዲክላሬሽን ኤንድ ሲግነቸር ሕጂ እዚ እቲ ኣፕላይ ዝገብር ዘሎ ኣብ ናይ ፌርማን ናይ ገለን ኣቲና ማለት እዩ ዳርጋ ቀሪብና ማይ ሰለክት ቦክስ ፎር ኣይዘር ኣይተም ናምበር ዋን ኤር ኣይ ከን ሪድ ሕጂ እዚኣ ንመርፀላ እንድሕር ደኣ እቲ እንግሊሽ ባዕልና ተረዲእና መሊእናያ ማለት እዩ እዚኣ ከዓ ኢንተርፕሬተር እንድሕር ተጠቂምና ማለት እዩ እዚ ከዓኒ ፕሪፓረር ካልእ እዚ ገሊፀ እየ ነይረ ኣብ ናይ ግሪን ካርድ ንኣውቶሜሽን ክትሪኦ ትኽእሎ እንታይ ማለት እዚ ፕሪፐረር እንታይ ማለት እቲ ኢንተርፕረተር ተዛሪበላ ነይረ ሕጂ ፐቲሽነር ደይታይም ቴሌፎን ናትካ ማለት ናይቲ ኣፕላይ ዝኾንካ ማለት እዩ ቴሌፎንካ ሞባይል ናምበር ካብዚ ኢሜይል ካብ ዝፅሕፈሉ ማለት እዩ ሽዑ በቃ ኣብዚኣ ትፍርመላ ኣብዚኣ ደይት ትፅሕፍ እዚኣ እዛ ፎርም እዚኣ ወዲኻ ኣለኻ ማለት እዩ እዚ ሕጂ ናይ ኢንተርፕረተር ገለ ገለ እዩ በል ሓንቲ ኣየድልን እዚ ከኣኒ እንድሕር ደኣኒ እቲ ዘዳልወልካ ማለት እዩ እዚ እውን ስለምንታይ ኣብ ናይ ግሪን ካርድ ገለ ገለ ገሊጽ ኣለኹ ዘሰይም እዚኣ ኣብ ናይ መጀመርታ ናይ ግሪን ካርድ ክገልጽ ከለኹ ገሊጽ ኣለኹ እዚኣ እንድሕር ኣዲሽናል ኢንፎርሜሽን ኣሊካ ዘይተወድአ ኣብዚ ኢኻ ትቕጽል እንድሕሪ ውሑጅ ድካ ማለት እዩ ጂጂ ብከመይ ስለምንታይ ትቕጽለላ እንታይ ትጽሕፍ ገሊጸዮ ኣለኹ ኣብቲ ናይ ግሪን ካርድ ተመሊስኩም ረኣይዋ ማለት እዩ እዚኣ ወዲእና ኣለና ኣብ ሽዑ ዋን ኣይ ዋን ሰርቲ ኤ ውን ክትምላእ ስለ ዘለዋ በቲ ቤኔፊሻሪ እዚኣ ክንቅጽላ ኢና እቲያ ካልኣይቲ ማለት እዩ ብሰላም የራኽበና ቻው እዚኣ ግድን ክንቅጽላ ኢና ኦኬ